ሰላም ኩቡራትን ፍትዋትን ተኸታተልቲ ናይዚ መደብዚ ስኾንኹም ኣብ ዘለኹሞ ሰላም ትኾነልና እናተመኒና ንሎማዓንቲ ውን ብእዋናውን ሓደሽ ዝበልናዮም ሓበሬታ ሒዘልኩም መጺኣ ኣለኹ ንሎማዓንቲ ድማ ብሓባር ንሪኦ ጉዳይ ድማ ኣብ ሶሻል ሚድያ እናተዘዋወረ ዝነበረ ጉዳይ ብዛዕባ ሰብለ ካሕሳ እዩ ክኸውን ኣብዚ ሕዚ ሰዓት ሰብለ ካሕሳይ ድማ ወሊዳ እናተባህለ ድማ ኣብ ሶሻል ሚድያ ብጣዕሚ መነጋገሪ እዩ ዘሎ ኣብዚ ሕዚ እዋን ድማ ሰብለ ካሕሳይ ቕድሚ መርዓ ምግባራ ድማ ቖልዓ ወሊዳ እናተባህለ ኣብ ሶሻል ሚድያ ብጣዓሚ መነጋገሪ እዩ ዘሎ ነዚ ጉዳይ እዚኸ ክንደይ ዝኣክል ሓቂ ኣለዎ ሰብለ ብሓቂ ድያ ወሊዳ ካብ መንኸ ወሊዳ ዝብል ጉዳይ ድማ ኣስፍሕ ኣቢለ ናባኹም ከቕርቦ እየ ነዚ ቻናል ሓደሽቲ እንትኾንኹም ሳብስክራይብ ላይክ ሸር ብምጋር ቤተሰብ ይኹኑ ብተወሳኺ ውን እንለቆም ሓደሽቲ ቪድዮታት ፈጢኖም ንክመፁ ናይ ደውል ምልክት ይንክኡ ሰናይ ፃንሒት። እምበኣርክስ ክቡራት ተኸታተልተይ ሎሚ ውን ከምቲ ልሙድ ድማ ብሓድሽ ፕሮግራም ሒዘልኩም መጺኣ ኣለኹ። ሎማዓንቲ ድማ ናባኹም ዘብሎ ድማ ብጣዕሚ ካብቶም ኣብ ሶሻል ሚድያ መዘራረብቲ ዝነበሩ ጉዳይ ዝተወሰነ እየ ሒዘልኩም ቀሪበ ኣለኹ። ንሎማዓንቲ ድማ ብሓባር እንሪኦ ድማ ብዛዕባ ሰብለ ካሕሳይ እዩ ክኸውን። ኣብ ሶሻል ሚድያ ድማ ሰብለ ካሕሳይ ቕድሚ ሓዳር ምግባራ ድማ ቖልዓ ወሊዳ እናተብሃለ ድማ ብርክት ዝበለ ዘረባታት ኣብ ሶሻል ሚድያ እናንተሸራሸረ እዩ ዝርከብ። ነዚ ጉዳይ እዚ ውን ክንርእዮ ፈቲና ኔርና ኩቡራት ተኸታተልተይ። ሰብለ ካሕሳይ ድምጻዊት እንትኸውን ደማ ብፍላይ ደማ ኩልና ዝፈለጥናያ ደማ ኣብዚ ዝተወሰና ዓመታት ኢያ ደማ ምስ ቡዙሕ ሰብ ክትፋለጥ ኽኢላ ምስ ህዝቢ ክፋለጥ ዝገበራ ናይ ስራሕቲ ሙዚቃ ደማ መጋሉዋ ዝብል ሙዚቃ ቅድሚ ሓደ ዓመት ኣብ ሶሻል ሚዳ ተለቂቁ ዝነበረ በዚ ሙዚቃ እዚ ደማ ኢያ ምስ ህብዚ ክትላለ ኽኢላ ሰብለ ካሕሳይ ሰብለ ካሕሳይ ኣብ ራያ ተወሊዳ ዝዓበየት እንትኸውን ደማ ብተወሳኺ ውን ገና ብህጻና እናሃለያ ድማ ኢና ስነ ጥበብ ፍቕሪ ነይርዋ ገና ብህጻና እናሃለይት ድማ ኣብ ቤት ትምህርቲ እናሃለይት ኣብ ስቴዥ ወጽያ ድማ ትደርፍ ነይራ እያ በዚ ተግባር እዚ ሓጊዝዋ ድማ ኣብዚ ሐዚ እዋን ድማ ጽቡቕት ደራፊ ክትኸውን ዝኸኣለት። ሰብለ ካሕሳይ ናይ ቐደም ዝነውሩ ናይ ራያታት ሙዚቃ ድማ ብሓድሽ መልኪዕ ብናይ ባዕላ ገይራ ትሰርሕ ንፈልጣ ኢና ንኣብነት ምጥቃስ ዝከኣል ድማ ኣብ ዩትዩብ ብዙሕ ተመልከትቲ ዘለዎ መጋሉዋ ትብል ሙዚቃ ኣብ ሓደ ዓመት ውሽጢ ልዕሊ ሸውዓተ ሚልዮን ተኸታሊ ዘፍረየት እዚ ጣዕመ ዜማ ድማ ናይ ቐደም ናይ ለተመስቀል ሙዚቃ እዩ ነይሩ ይኹን ደኣምበር ሰብለ ድማ ብናይ ባዕላ ቅዲ ገይራ ዝተፈላለዩ ነገራት እውን ኣብ ልዕሊኡ ወሲኻ ድማ ብሓዱሽ ብዘመናዊ መልኪዕ ክትሰርሖ ኽኢላ እያ። ሰብለ ካሕሳይ ድማ ናይ ለተመስቀል ሙዚቃ ጥራሕ ተዘይኮነ ድማ ናይ ንግስቲ ሙዚቃ እውን ድማ ሰሪሓ ነይራ እያ። በዚ ምኽንያት እዚ ድማ ኣብ ልዕሊ ሰብለ ካሕሳይ ድማ ብርክት ዝበለ ድማ ተቓውሞ በፂሑዋ ነይሩ እዩ። እዚ ተቓውሞ ምኽንያት ድማ እቲ ናይ ንግስቲ ሙዚቃ ኣማሓይሻ ዝሰርሐቶ ድማ ብዘይ ፍቓድ እያ ሰሪሓቶ እናተብሃለ ድማ ኣብ ልዕሊ ሰብለ ድማ ብርክት ዝበለ ተቓውሞዋት በፂሑ ነይሩ። ይኹን ድኣ እምበር ሰብለ ካሕሳይ ድማ ኣብቲ ሽዑ እዋን ድማ ናብ ንግስቲ ከይዳ ድማ ዝተፈላለዩ ሓገዝ ገይራትላ ነይራ እያ። እዚ ጥራሕ ተዘይኮነ ድማ ናብ ናይ ለተመስቀል ቤተሰብ እውን ከይዳ ዝተፈላለዩ ሓገዛት ገይራ ነይራ እያ። ብኻሊእ ገፅ እውን ድማ ሰብለ ካሕሳይ ድማ ኣብ ቐረባ እዋን ድማ ሃይማኖታ ናብ ፕሮቲስታንት ቐይራ እናተብሃለ ድማ እናተዘረበ ነይሩ እዩ። ክቡራት ተኸታተልተይ እዚ ነገር እዚ ድማ ሓቂ ከምዘይኮነ ድማ ክንፈልጥ ኺኢልና ኢና። ምኽንያቱ ኣብዚ ሐዚ እዋን ዘሎትሉ ሃይማኖተ ድማ እቲ ዝናይ ቐደማ ዝነበረ ኦርቶዶክስ ሃይማኖታ ከም ዘሎ እዩ ዝተፈለጠ። እምበኣርከስ ክቡራት ተኸታተልተይ ኣብዚ ሕዚ እዋን ብዛዕባ ሰብለ ካሕሳይ ዝዝረብ ዘሎ ድማ ኣብ ናይ ባዕላ ናይ ሶሻል ሚድያ ፖስት ዝገበረቶ ፎቶ በቲ ፎቶ እሱ ተመርኪዞም ድማ ብርክት ዝበሉ ሰባት ድማ ሰብለ ካሕሳይ ወሊዳ እናበሉ ድማ ኣብ ሶሻል ሚድያ ብጣዕሚ መነጋገሪ እዩ ዘሎ እዚ ጉዳይ እዚ ድማ ክንደይ ዝኣክል ሓቀይነት፣ መዓዘ እያ ጠኒሳ፣ መዓዘ እያ ከ ወሊዳ ዝብል ጉዳይ ድማ ክንርእዮ ፈቲንና ኔርና ኢና። እዚ ጉዳይ እዚ ድማ ብሓቂ ሰብለ ካሕሳይ ጠኒሳ ተዘይኮነት ናይ እልግና ወይ ድማ ናይ ክርስትና ኣዶ ኮይና ዝተልዓለቶ ፎቶ እያ ናብ ሶሻል ሚድያ ፖስት ጌራቶ ኔራ። በዚ ምኽንያት እዚ ድማ ብዙሓት ሰባት ነዚ ነገር ተይዘይጻረዩ ብናይ ባዕሎም መንገዲ ሰብለ ካሕሳይ ወሊዳ እናበሉ ድማ ኣብ ሶሻል ሚድያ ብጣዕሚ እናተነጋገረ እዩ ዘሎ ክቡራት ተኸታተልተይ። እዚ ነገርዚ ድማ ካብ ሓቂ ከም ዝረሓቐ እዩ ዝፍለጥ ምኽንያቱ ኣብቲ ሾሻል ሚድያ ፖስት ዝገበረቶ ሰብለ ካሕሳይ ናይ ኽርስትና ኣዶ ኾይና እምበር ባዕላ ዝወለደቶ ቆልዓ ኣይኾነን። እምበኣርከስ ክቡራት ተኸታተልተይ ንሎማዓንቲ ሒዘልኩም ዝመፃኹ መደብ እዚ ይመስል ነይሩ ክሳብ ብኻሊእ መደብ ንራኸብ ኣብ ዘለኹሞ ሰላም ክትኾነልና እናተመኔና ንዚ ቻናል ሓደሽቲ እንተኾንኹም ሳብስክራይብ ላይክ ሸር ብምግባር ቤተሰብ ይኹኑ ብተወሳኺ ውን እንለቆም ሓደሽቲ ቪድዮታት ፈጢኖም ክመጹ ናይ ደውሊ ምልክት ይንክኡ ሓቢርኩምኒ ስለ ዝጸናሕኩም ካብ ልቢ የመስግን።